እዚ ድምፅኹም ድምፂ ሰልፊ ናዳ ኤርትራ እዩ ድምፂ ሰልፊ ናዳ ኤርትራ ካብ ኤርትራውያን ናብ ኤርትራውያን ፖለቲካዊ ማሕበራዊ ቁጠባዊ ሓፈሻዊ ኩነታት ሃገርናን ሕብረተሰብናን ኣመልኪቱ ወትሪ ሰሉስ ዝፍኖ መደብ ትግርኛ እዩ

ክቡራትን ክቡራንን ተኸታተልቲ መደብና ካብ ሎሚ ጀሚሩ ብተኸታታሊ ዝቐርብ ሰሙናዊ ዓምዲ ኣመት ቃልስና ኩሉ ግዜ ሰሉስ ዝቐርብ ዓምዲ ኮይኑ ኣብ ኣገደስቲ ጉዳያት ብምትኳር ንቃልስና ሓገዝቲ ዝኾኑ ናይ ኣረኣያ ዛዕባታት ብተዛማዲ ድማ ንቃልስና ዓንቀፍቲ ዝኾኑ ናይ ባህርን ኣተሓሳስባን ጸገማት ብዕምቆት ብምትንታን ንቕሓትና ዘጎልብት ስንቂ እተስንቐና ሰሙናዊት መደብ እያ። ኣብ መትቃልስና ኣብ ሕሉፍ መድረኻት ኮነ ኣብዚ ሕጂ ዘለናዮ ምዕራፍ ቃልሲ ከምኡውን ንመጻኢ ብቕኑዕ ሃገራውን ህዝባውን ኣረኣያታት ካባና ዝጥለብ ሃገራዊ ኣበርክቶ ከነበርክት ብሃናጺ ኣገባብ ኣብ ቃልሲ ተሳትፎና ከነረጋግጽ ኣብ መስርሕ ቃልሲ ዝገጥመና ናይ ባህርን ኣተሓሳስባን ዕንቅፋታት ብቕኑዕ ኣገባብ ክንፈትሕን ንቕድሚት ክንምርሽን ዝሕግዘና ንቕሓት እተስንቐና መሃሪት መደብ ኮይና ክትቅጽል ናይ ኩሉ ደላይ ለውጢ ተሳትፎ ከምዘድልያ ኣብ ግምት ብምእታው እዛ መሃሪት መደብ ካብ እዋን ናብ እዋን እናጎልበተት ክትቅጽል ብሃናጺ ርእይቶታት፣ መሃሪ ጽሑፋት፣ ከምኡ'ውን ምኽርታትን ለበዋታትን ተሳትፎኹም ከተዛይዱ ንጽውዕ። እንተወሓደ እዚ መሃሪ ትሕዝቶ ናይ'ዛ መደብ ኣብ እዝኒ ብዙሓት ዜጋታት ክበጽሕን ክስማዕን ሼር ብምባልን ሰባት ብተገዳስነት ነዚ መደብ ክስዕብዎ ምዕዳምን ቀሊል ዘይኮነ ኣበርክቶ ካባኹም ከም እንጽበየ ብምርዳእ ትሕዝቶና ኣብ ምምዕባል ሃገራዊ ቃልሲ ናቱ ኣወንታዊ ጽልዋ ከም ዝህልዎ ብምግንዛብ ኣብ እዝኒ ብዙሓት ክበጽሕን ክሰዓብን ሼር ብምባል ሓገዝኩም ከተበርክቱ ንምሕጸን። እምበኣርከስ ዓመት ቃልስና ኣብዚ ፈላሚ መደብ ከም ኣገዳሲ ነጥቢ ኣተኲራትሉ ዘላ ዛዕባ እቲ ሱር ሰዲዱ ንቃልስና ሓሊኹ ሒዝዎ ዘሎ ሕቶ ሓድነት ከም መንቀሊ ኣርእስቲ መሪጻቶ'ላ። ሕቶ ሓድነት ብስፍሕ ዝበለ መረዳእታን ትንታኔታትን ንተኸታታሊ ሰሙናት ብምዕራፋት ተኸፋፊሉ ኣብዛ ሰሙናዊ ዓምድና ክቐርብ እዩ። ንምክትታልኩም ድማ ብኽብሪ ንዕድም። ቃልሲ ብብዙሕ ኣገባባት ተሰንዩ ዝካየድ ኣብ ዝኾነ ደረጃ ምዕባለ ሕብረተሰብ ዘይተርፍ መስርሕ እዩ። ምዕራፍ ብምዕራፍ ብሰንሰለታዊ ጉዕዞን ምርኽኻብ ናይ ወለዶታትን እናተቐባበለየ ዝካየድ ዘይተርፍ ግድነታዊ ጉዕዞ ቃልሲ ኣብ ትርጉምን ዕላማን ቃልሲ ከከም መበገሲታቱን ሸቶታቱን ዝፈላለ ብሓፈሻዊ መግለጺኡ ግን ካብ ሕሉፍ ናብ መጻኢ ምዕባለ ዘሰጋግር ኣምር እዩ ኢልካ ክድምደም ይከኣል። ሓድነትን ቃልስን ክልተ ገጽ ናይ ሓንቲ ሳንቲም ጌርና ክንምስሎም ንኽእል ኢና። ቃልሲ ክዕወት ሓድነት ወሳኒ ርቋሒ እዩ። ሓድነት ድማ ብዘይ ቃልሲ ኣብ ባይታ ክረጋገጽ ኣይክእልን እዩ። ኣምር ቃልሲ ኣብ ዝተፈላለዩ ወገናት ዝተፈላለየ ትርጉም ክወሃቦ ይኽእል እዩ። ልክዕ ድማ ከምኡ ኣብ ጉዳይ ሓድነት ከከም መበገሲ ኩርንዓቱ ዝፈላለየ ትርጉምን ኣገላልጻን ክህሉ ይኽእል እዩ። ርሑቕ ከይከድና ገዛእቲ ስርዓታት ንሓድነት ዝገልጽሉ መበገሲ ኩርናዕን ንሕና እቶም ውጹዓት ዜጋታት ንሓድነት እንህቦ ትርጉምን ክልተ ተጻራሪ ጫፋት እዩ። ገዛእቲ ወይ ጨቆንቲ ስርዓታት ኣብ ጉዳይ ሓድነት ሓደን ተመሳሳልን ኣረኣእያ እዩ ዘለዎም። ንሱ ኸኣ ግዝኣታዊ ሓድነት ብዝብል ሓጺር መግለጺ ክንትርጉሞ ንኽእል። እዚ ማለት ንሶም ኣብ ዝቆጻጸርዎ ኣከባቢ ኩሉ ነገር ኣብ ሓደ ክጥቕለል ካብ ምድላይ ዝነቅል እዩ። ሓንቲ ንሶም ዝመርሕዋ ሃገር ኣላ እንተድኣ ኢልና ንኣብነት እዛ ንሶም ዝመርሕዋ፣ ንሶም ዝቆጻጸርዋ፣ ንሶም ከም ድላዮም ዘመሓድርዋ ሓንቲ ሃገር ንሶም ከም ዝደለይዎ ኩለንትናኣ ብሓደ ክውሰን ይደልዩን ይሰርሑን። ኣብዚ ሃገር ሓደ ህዝቢ ይህሉ፣ ሓደ ስርዓት ይህነጽ፣ ሓደ መራሒ ይነግስ፣ ሓደ ከም ዝጠዓሞም ዝሕንጽጽዎ ንምሉእ ሕብረተሰብ ዝቕይድሉ፣ ኣብ ደስ ዝበሎም እዋን ዝቕይርዎን ዝኽልስዎን ሕጊ ይእወጅ፣ ብሓደ ውልቀሰብ ዝግበት ብሕታዊ ስልጣን ይህሉ፣ ኩሉ ኣብታ ሃገር ዝህሉ ሰብኣዊ ፍጡር ከኣ ፈትዩ ጸሊኡ ኣብ ትሕቲ እዚ ሓደ ሰልፋዊ መላኺ ስርዓት ተጨፍሊቑ ፈትዩ ጸሊኡ ሓደ ኮይኑ ክነብር ይግበር። ኩሉ ኣብ ትሕቲ ዓመጽ ሓደ ኮይኑ ማለት ሓደ ጭቁን ሕብረተሰብ ይህሉ ማለት እዩ ዝኸውን ዘሎ። ትርጉም ግዝኣታዊ ሓድነት ብሓፈሻዊ ኣገላልጻ እዚ ካብ ኮነ እቲ ካልእ ጫፍ ማለት ሓቀኛ ሓድነት ክድርጎም ከሎኸ

ትርጉም ናይ ሓቀኛ ሓድነት ከከምቲ እንብገሰሉ ኩርናዕ ክፈላለ ይኽእል እዩ። ኣብ ኣድላይነት ናይ ሓቀኛ ሓድነት ግን ዝፈላለ ሕምረት ሓሳባት ክህሉ ኣይኽእልን። ሓቀኛ ሓድነት ክሰፍን ኩልና እንደልዮን እንቃለሰሉን ጉዳይ ክነሱ፣ እዚ ሓቀኛ ሓድነት ብኸመይ መንገዲ ነረጋግጾ ኣብ ዝብል ሕመረት ሓሳባት ግን ፍልልይ ክህልወና ይኽእል። ስለዚ እቲ ኩልና እንደልዮን እንበህጎን ሓቀኛ ሓድነት ኣብ ባይታ ክረጋገጽን ክሰምርን ብቐዳምነት ኣብ ትርጉምን እንታይነትን ሓቀኛ ሓድነት ዘለና ናይ ኣረኣእያ ፍልልይ ክንፈትሕ ስለዚ ከኣ ኣብ ጉዳይ ሓድነት ኣብ ሓደ መበገሲ ኩርናዕ ክንረግጽ ኣገዳሲ ይኸውን። ስለዚ ካብቲ ሰፊሕን ኣዝዩ ዝፈላለን ትርጉም ሓድነት ኣብዚ ዘለናዮ መዋእል ምስ ኩለንትናዊ ኩነታት ህዝብናን ሃገርናን ተዛሚዱ ክኸይድ ዝኸእል ዝሓሸ ሕመረት ሓሳባት ንምልላይ መታን ክሕግዘና እቶም ክሳብ ሕጂ ብዝተፈላለየ መበገሲ ኩርናዕ ዝረኣዩ ኣብ ባይታ ዝስረሓሎም ዘሎ ክልተ ጫፋት ወይ ኣምራት እንታይ ይመስሉ ምድህሳስ ከድልየና እዩ። ሕጂ እውን ምክትታልኩም ኣይፈለየና ክንቅፅል ኢና። ደቂ ሰባት ኣብ መንጎኦም ዘሎ ኩሉ ዓይነት ፍልልይ ኣወጊዶም ብሓደ ርእይቶ፣ ብሓደ እምነትን ዕላማን ከም ሓደ ኣካል ኮይኖም ክነብሩ ዝሰብኽ ቅኑዕ ዝመስል ግን ከኣ ኣዕናዊ ኣረኣእያ ቅድም ይኹን ሕጂ ኣብ ብዙሓት ውልቀ ሰባት፣ ማሕበራዊ ጉጅለታት፣ ፖለቲካዊ ውድባትን ምንቅስቓሳትን ብሰፊሑ ይንጸባረቕ። እዚ ኣረኣእያ ነቲ ናይ ሕብረተሰብ ናይ ሓድነት ባህግን ስምዒትን ምርኩስ ብምግባር ዝኸይድ፣ ቀልቢ ብዙሓት ብዝማርኽ ምቁር ክለሰ-ሓሳባዊ ትንተና ዝተጀንጀነ መዝማዚ ኣረኣእያ ብምዃኑ፣ ነቲ ሓቀኛ ሓድነት ኣብ ምህሳስን ግጉይ ስምዒታዊ ኣረኣእያታት ኣብ ምስራጽን ዓቢ ተራ'ዩ ዝጻወት። እዚ ኣረኣእያ'ዚ ሓድነት ኣድላዪ ምዃኑ ደኣ ከም ሕመረት ይነጸፍ እምበር፣ ሓድነት ብኸመይ፣ ኣብ ከመይ ዝበለ ወድዕነትን መሰረትን፣ መን ምስ መንከ'ዩ እቲ ሓድነት ክህልዎ ዝድለ ኣካል ኣብ ዝብሉ መሰረታዊ ጉዳያት ዝንቡዕ ኣንፈት ሒዙ ዝጓዓዝ ኣዕናዊ ኣረኣእያ'ዩ። እዚ ኣረኣእያ'ዚ ናይ ሓሳብ ኮነ፣ ናይ ኣረኣእያ ፍልልይ ኣብ ደቂ ሰባት ምህላዉ ከም ጸረ ሓድነት ዝርኢ ብምዃኑ፣ ሓድነት ክረጋገጽ እንተኾይኑ ኣብ ደቂ ሰባት ክህሉ ዝኽእል ናይ ሓሳብ፣ ናይ ኣረኣእያ፣ ናይ እምነትን ዕላማን ፍልልይ ክጠፍእ ወይ ክውገድ ከም ዘለዎ እዩ ዝገልጽ። ኣብ መንጎ ደቂ ሰባት ዘሎ ናይ ኣረኣእያን ዕላማን ፍልልያት ከየወገድካ ወይ ከይደምሰስካ ሓድነት ከተረጋግጽ ኣይከኣልን ዝብል መደምደምታ እውን ይህብ። ስለዝኾነ ብዘይካ ሓደ እምነት፣ ሓደ ዕላማ፣ ሓደ ሓሳብ፣ ሓደ ኣረኣእያ ወዘተ ካልእ ዝተፈልየ ኣረኣእያ ይኹን ዕላማ ክህሉ ኣይፈቅድን። ኩሉ ተደምሲሱ ሓደ ኣረኣእያን ዕላማን መደብን ጥራሕ ኣብ ባይታ ክህሉ ይፈቅድ። ካልኦት ኩሎም ዝነበሮም ኣረኣእያን ዕላማን እምነትን ደምሲሶም ኣብቲ ክህሉ ኣለዎ ተባሂሉ ዝተኣምነሉ ሓደ እምነት፣ ዕላማ፣ መደብ፣ ይጥቕለሉ ወይ ይርዕሙ ማለት እዩ። ንገሊኡ ደምሲስካ ወይ ኣሕቂቕካ ንገሊኡን ከኣ ዘሰውድ ኣብ ማዕርነት ዘይተመስረተ ኣረኣእያ ምዃኑ ድማ ናይ ዘይቅንዕንኡ መሰረታዊ ረቋሒ ይኸውን። ኣብ ክሊ ዕብለላን ዓመጽን ዝትግበር ዘይቅኑዕ ስነ-ሓሳብ ከኣ ኣብ ባይታ ሓቀኛ ሓድነት ከረጋግጽ ኣይኽእልን።

ክቡራትን ክቡራንን ሰማዕትና ኣብ መትቃልስና ኣብ ትሕቲ ዝብል ሰሙናዊ ዓምዲ ንጉዳይ ሓድነት ብዝምልከት ናይ ዝተዳለወ መደብ ቀዳማይ ክፋል ኢኹም ክትከታተሉ ጸኒሕኩም። ካልኣይ ክፋሉ ኣብ ዝቕጽል መደብና ሒዝናልኩም ክንቀርብ ኢና። ክሳብ ሽዑ ግን ሰላም